ኣትማመት ከመይ ቀኒኺ? ኣምላኽ ይመስገን ብጣዕሚ ፅቡቕ። እንታይ ደኣ ናብዚ ዓዲ ብፅሒላ ክመፅእ ኢልክስ በቃ ብኣ ጌርኪ ሽርብ በጃ ሃይለክ ናይ ዓዲ ሸዋሮ ምውፃእ ኣቢኒ ኣሎ
ኣዱ ዳኣ መን ይፈቱ ግን ንኹሉ ነገር መዓንጣኻ ሸጥ ኣቢልካ እያ ሞዛ መቐነተይ ግድብ ቀረባ ኮይና ሸጥ እምባል ኣብያ ትንላ ጓለይ
እሞ ናብ ሰብኣይ ክትከዲ ትደሊ እንዲኺ ንሕምቶ ዶ ሕቶ ድዮም ኢሎም መሳሎ እሞ ከምዛ ቆልዓ ኣደይ ዶ ዓደይ ዶ እንዳበልካ ዶ ኣሎ እዩ ከቢድ እዩ በጃኺ እሞ እቶም መሳሎ ዝበልኪ እውን እኮ ሰብኣይ ደሊኻን ጭሕሚ ጸሊእካን ኢሎምዎ እዮም እንታይ ማለትኪ እዩ ማለተይ ደኣ ንኣቦ ዶም ደሊኻ ንስደት ጸሊእካ እንዳ ዴላ ወይ ከኣ ሓዳር ብተወንጫፊ ክኸውን ምርጫኻ ማለት እዩ።
ብተወንጫፊ እንታይ ደኣ ንዛ ሓዳርሲ ምስ ኲናት ኣማሳሲልክያ። ሓዳር ኲናት ምዃኑ ክሳብ ሕጂ ተረዳእክን ደሎ ማለት እዩ። ኣቲ ሳሌመይ እንታይ ደኣ ተፈራርሕኒ። የፋራርሓኪ ኣይኮንኩን ዘለኹ እዚኣ ኣላርም እያ። እምበር ተመርዒና ሓዳር ምግባር ጸሊእና ዶ ኢልክና። እንታይ ማለትኪ እዩ። ማለተይ ደኣ ኣብቲ ንቕመጦ ሃገር ቅሱን ሓዳር ዝበሃል የለን። ማለተይ መፃበቲ እዩ ዝቁፀር ወረ ዳርጋ የለን እምበር ሓይሽ እባ እንታይ ትብሊ ኣለኺ ጓለይ ኣብኡ ሓዳር ብኩንትራት እዩ ከምዚ ምሻለይ ክበሃህላ ሓዳር ትፍትኑ ተዘይማሚእካ ካትጥንጥኖ ዝብል ኣተሓሳስባ ከምኡ ይኸይኑ ደለዉ ውይ ኣቲ ሳሌመይ ማራ እኮ ኣፍሪሕክኒ ኖኖኖኖ እዚ ክብለኪ ከለኹ ግን ሓዳርን ባትሪ ናይ መኪናን ሓደ እዮም ማለተይ ዕድል እዩ ማመተይ ከዓ ከም ዕድልኪ ኦሮማይ ሕጂ ደኣ ዝግበር የለን ኣነ ካብ ኩሉ ዝፈርሓ ፍትሕ ትበሃል እያ ካብ ተመሪዕኻ ምፍታሕ ብጓልካ ምእራግ እየ ዝብል ነይረ በዓል ፈልጥ በጃኺ ሕልሚ ፈሪሕካ ዶ ከይደቀስካ ሕደር ኮይኑ ኣይሕደርን
ሕልሚ ከዓ እኮ ደይ እቲ ብቐጥሪ ክትገብሮ ትውዕል ብለይቲ ከም ሃተፍተፍ ኮይኑ እዩ ዝድግመካ ማመተይ ግን ኣጆኺ ዕድለኛ ኢኺ እዚ መሓዛይ ጥዑይ እዩ

ኣብ ክንዲ መብራተይ ቅጭነይ ከመይ ውዒልኪ ወለላይ ምባልሲ ወላ ንሱስ ደሓን ይትረፈና እቲ ከመይ ውዒልኩም ምባልሲ ዝብዲ በሊዕዎ ማመት የላን ድያ ትብለኒ ኣቲ ኣነ ዝሓ ጽልካ ሰላም ሰላም ከመይ ውዒልካ ከመይ ቀኒኻ ደሓን ዶ ሰላም ትብል እ? ናይ ሓካያትን ስራሕ ናይ ዝሰዓኑ ሕማቓትን ስራሕ ጥይቶም እ? ናይ ዝኾኑ ሰባት ዝመሃዘ ሰብ እንተዝረኽቦ ነይረ ርኢኽለኺ ንሓንቲ ሰላም ሓንቲ ቦክስ ንሓንቲ ከመይ ኣለኻ ክልተ ቴስታታት እንዚኣ ንሓንቲ ከመይ ኣለኻ ከኣ ሰለስተ ስጋን ቤት ከምዚኣ ገይረ ሰለስተ ስጋን ቤት ለኪዐ መባረር ኮን እያ ከምኡስ ትገብር ኢኻ እወ ፀረ ሰላም እንዲኻ ብሓንሳብ ሓዲርና ወረ እንታይ ሓዲርና ዳ ብሓንሳብ እናተቐመጥና ክንኣቱ ክንወፅ ክንከይድ ክንመፅእ ሲ ሽሕ ግዜ ሰላም ክንብል ግዜና ክነዕርቦ
ሎምስ ድማ ኢልካ ኢልካ ነታ ናይ እግዚኣብሄር ሰላምታ ክትበቀልና ደሊኻ ምዃን ሓቅኻ በቃ እኮ ኩሉ ይበቃ ግልጽ በሊ እዚ ብኣፍ ሰላምታሲ መጥፍእ ግዜን ገንዘብን እዩ ንብለክ ኣለና ናብ ሓደ ሰብ እንድሕር ድውል ተቢልካ ከመይ ኣለኻ ደሓን ዶ ኣለኻ ስድራ ጥዕናኻ ከመይ ኣለዉ ጎረባብትኻ ኩሎም ጥሪትካን ከልብኻን ከመይ ኣለኹም ክብል ነዛ ባላንስ ናይዛ ሞባይልካ ከምዚኣ ገይሩ ዘዝብላ ኣብሎ ጥንቁል ኣንታ ሰብኣይ ብስም ኣምበል ንጥዕናኻን ስድራኻን ከመይ ኣለኻ ኢሉ ዝሓተተካ ሰብሲ ስራሕ ዝሰኣነ ዶ ሃካይዶ ትብሎ እብሎ ወይ ስመስከ ሕማቕ ኣለኹ እንታይ ኢልካዮ ሰብ እንታይ ደይ ምልኣልካ ወይ ወይ ወይ ሓቂ ሕማቕ ረኺብካ ገለ ቆይ ዝብለካ ስመስከ ብከንፈር ምርምጣጥ ዝተፈትሐ ሽግርን ጥዕናን የለን ይብለክ ኣለና ኣንተ ሓወይ እሞ ጸኒሕና ጸኒሕና ክንስ ኾሊ ወይ ጸኒሕና ክንብል ሓንቲ መዓልቲ ስለምንታይ ንምንታይ ከይበልና ግዜ ከነዕርቦ ዓሻ ዝተኾሎ ለባም ናይ ነቕሎ ኮይኑ መብራት መን እዩ ነዛ መንገዲ ሰይጣን ዝመርሓካን ዘሰልጥነካን ዘሎ ገሪምኒ እዩ ዘሎ ሄለን ጓለይ ስታይ ትብለኒ መሲልኪ ሓደ እዋን እዚ ነዛ ንጥቀመላ ዝነበርና ቴሌፎን ርኢኽያ ኣለኺ ንዓ እዚ ንዓ ዝመሃዘ ኣሌክሳንደር ግራሃም በል እዩ ናይ ሰይጣን መራኸቢ ምሂዙ ኢሎም ርኢኽለ ክንደይ መከራ ክንደይ ሽግር ረኺቦም እታ ሞባ እታ ቴሌፎን ከዓ ተሰሪሕ ከላ ከይተጠቐሙላ ነዊሕ እዋን
ወይ ስልጠና ወይ ልቅነት እሞ ነዛ ሰላም ነዛ ገንዘብ ዘይክፈላስ ከተትርፋ ደሊኻ እንታይ ኮይኑ ዘይክፈላ
ግዜ እኮ ልዕሊ ገንዘብ እዩ ወረ ህይወት ህይወት እኮ ብግዜ እያ ተሰሪሓ ንብለክ ኣለና ስለዚ ኣብ ፈቆዶ ኣንጎሎ ሪኢኻ ዓሰርተ ግዜ ሰላም ክንብል ኣቲ እ? ካብ ክንደይ ስራሕን ገንዘብን ክንበኩር እንድዒ ዛዳዋ ተምፅኦ ኣለዋ ኣብሉ ኣብቲ ስራሕና እዚ ሓደ ሰብ ኣሎ ሪኢኺ ኣለኺ በዚ ሕልፍ ክብል

ንስኺ ኣብዚኣ ኮይንኪ ደቂ ክተዕቢ እዚ እውን ፅቡቕ ምርጫ እኮ እዩ። እዋእ ደሓን ዲኺ? እንታይ ማለት እዩ ፅቡቕ ምርጫ? ገለ ገለ ኣብ ስደት ተወሊዶም ዝዓብዩ ቆልዑ ናይ ሃገሮም ባህሊ፣ ልምዲ፣ ስነ ስርዓት፣ ፍቕሪ ዓዶምን ወለዶምን ዘይብሎም ኮይኖም ክዓብዩ ክትርእዮም ከለኻ ብጣዕሚ እዩ ዘሕርቐካ። ብኻብዚ ተወሊዶም ዓብዮም እኮ ኢኻ ትብል። እሞ ንዓይስ ካብ ኣቦ ደመይ ተፋላልየ ኣብዚ ቆልዑ እናጫጭሕኩ ክነብር ተመኒኽለይ? እንታይ ደኣ እሞ ኣነ እኮ ካብ ድሌታትክን ኣዘራርባኽን ተበጊሰ እየ ከምዚ ዝብል ዘለኹ። ደሓር ከዓ ፍቕሪ ዓድን ፅልኣት ስደትን ብሓደ ጣሚርካ ክኸይድ ኣይከኣልን እዩ። እንተ ደኣ እሞ ንስኺ ኣብ ዝተመሪዕኺ ኣብ ከክልተ ዓመት መፂኺ ጠኒስኪ ዘይትኸዲ
ኣነ እኮ እቲ ምፍልላይ መሪፀ ኣይኮንኩን። ሰባት ምስ ተመርዓው ግን ንነብሶም ኢሎም ደይኮኑ ንደቆም ኢሎም ብዙሕ መስዋእቲ ክኸፍሉ ስለ ዝርእዮም እዩ።
ኣባኺ ምስ በፅሐ ዶ ፀልዓል ዓቢላትኪ?
ኣትማመተይ ዘረባ ያስተውዕልሉ ደቂ ኣብ ዝጠኒ ሰብኡ ከይደ ዝወልዶም ተኮይነ ዳእሞ እንታይ ትርጉም ኣለዎ ቆልዓ ኮ ናይ ዝዓበየሉ እምበር ናይ ዝተጠነሰሉ ባህልን ልምድን ኣይወስድን እሞ ሕጂስ ምስ ኣቦ ደም ተፈላሊኺ ንበሪ ዲኺ ትብልኒ ዘለኺ ዶስ ኮ እምበለ ኢሉኪ እዎ
ባዕልኺ መምፅኢት ደርፊ ባዕልኺ መጥፊኢቱ እቲ ዘረባ ባዕልኺ ስለ ዘበገስኪዮ እምበር

ንሰበይቲ ዘየኽበረ ሰይቲ ወዱ ከኽብር ኣይትጽበዮን ኢኻ። ኣተዓባለይ ኩሉ ድሕሬኺ እዩ ምብራቕ ግጭን ከምኡስ ዘረባ ምቁረ ዋይ እንታይ ኢኻ ከዲንኻያ ንማሚ ኣቲ እዛ ሳሌም ጓል ሓፍቱ ንዓንዳይሲ ኣብቲ ስራሕና ርኢ ከለኺ ኣብቲ ከባቢ ስራሕና ክዋ ዝብልዎ ምሻሎቲ ስነ ጥበባውያን ዝውዕልሉ ኣብኡ እንድያ ምስኣቶም እንድያ ትዕልል ድሓር ኣነ ካብዚ ሃንደበት ካብ ስራሕ ወፅኤ ናብዚ ክመፅእ ክብል ጎፍ ትብለን ሃየ ብሰላምታን ከመይ ኣለኻን ቱቦ የሕቢጥ እኒ ይብል ኣብ ይብል ወደይ ቱቦይን ልበይን ሳምቦይን ኣሕቢጣ መፀበዪ ክትገብረኒ ድሕሪ ምፅናሕ ሃንደበት ይድወላ እሞ ስንብድ ትብል እንተኾይነ ደኣ ትስንብድ መን ድዩ ደው ኢሉላ እንድዒ ግን ካባይ ይርሕቕ ኢላ

እንተወዲኣ ዳታ ክትገብር ደሊኻያ ኣቦኻ ከዓ ምሳይ ኣሎ ርኸቦ ትብሎ ናብ ኣንበር ናባኻ ዶ ደዊሉ እዩ እንድሕር ደሊካ ናባኻ ዘይድውለልካ እሞ ኣጋጣሚ ረኺባትኒ ከላስ ኣቦኻ ከዓ ምሳይ ኣለኹ ትብሎ ኣይትኽእልን ኣተይ ስለስከ ንሓደ ሰብ ክብሉ ደው ኢሎም ኮይም ስድራ ምልእቲ ንኩላ ዝረኽብዋ ግዲ ከይራኸበካ ዶ ኢላቶስ ደሓን ኢልዋ እንትኾነስ እንታይ ትፈልጥ እዋ እቲ ወደይሲ ነቦይ ክረኽቦ ይደልን እየ ክብላ ብካልእ ኣይትረዳኣዮ ንሳቶም ብፍላይ ከዓ ኣቦዶም ወደይ ብፕሮግራም እዩ ዝኸይድ ኣብኡ ከይደ ከለኹ እየ ዝብለካ ዘለኹ፣ ነኮኻ ደዊልካ ርኸቦ፣ ንሓወቦኻ ከኣ ከመይ ኣለኻ በሎ ክብሎ ከለኹ፣ ኖእ ማማ ኩሉ ፕሮግራም እዩ፣ ንመን መዓስ ድውል ባዕለይ እየ ዝፈልጦ እዩ ዝብለኒ ነይሩ። ግልጽ በሊ ኣይ ብፕሮግራም ሰይጣን ላስ ቬጋስ ጋው የብሎ። ጀሚርካ ከኣ እሞ ተዛሪባ ምስ ወደአትሲ ኣቦዶም ከኣ ሰላም ኢልካ ክትብለኒ ኣይትኽእልን? ስለምንታይ ዘይተራኽብኒ ከይትብላ ትፈርህ። ሕራይ ከኣ ከምኡ ይኹን። እቲ ሓሬ ዶ ስዊድ ዶኸ እንታይ ኣምጽኦ ምስ በዓል ሓዳር።
ኣየ ደቦጨይ ኣየ ደቦጨይ በል እንኳዕ ኣይትሰምዓካ ትስማዕ ትስማዕ እንታይ ንክትብለኒ እያስ ምስሓቀይ ፋራ መፈርፈር ትብለካ ንሳቶምሲ ኣብኡ ነንሕድሕዶም ከምኡ እዮም ዝበሃሉ

ኣምላኽ ይመስገን ብጣዕሚ ጽቡቕ። ዘይፈለጥኩ ኮንክ እምበር ጽቡቕ ዘየለኺ። እዋ ደሓን ዲኺ? እንታይ ክትምጽለይ ደሊኺ? ኣበይ ኣለኹሞ? ሕጂ ምስ ጓል እሞኺ ጸኒሕና ሕጂ ተፈላሊና። ምስ መን ጓል እሞይ? ምስ ሳህለን ጓል እሞኺ እምበር ካሊእ ጓል እሞኺ ዶ ላሊኽኒ ኢኺ? ናይ ደሓን ደኣ ምሳኺ ጸኒሓ? ሽፎን ኣቑሪጻ ተኸዲና ንኣቦ ዶሞይ ፖስት ምስ ገበረትሉ ከምዛ ናትኪ ክደንያ እሞ ተሳኢልኪ ፖስት ግበራለይ ስለ ዝበላያ ሽፎን ክተቑርጸለይ ጸኒሓ። ናይ ብሓቂ ዝግጥም እኮ ናይ ብሓቂ ኣነ ኮን ሚር ከምናትና ነቁርፀላ ኢለ እየ ናይ ሚርስ ካልእ ዓይነት ኣቁርፂ እየ ሳርፕራይዝ ዝገብራ ኢላቶ ከምኡ ባር ኢላትኪ ደሓን ንሳ ዳ ደይ ጓና ምግባር ይጓን ዝብላ ኣቲ ሜሪ ነዚኣ ጌራትለይስ ከምኡ ትብሊ ንዓኹ ዘይኮንኩ ናትኪ ደኣ ካልእ ትርጉም እኳ እዩ ዘለዎ እንታይ ትርጉም እቲ ደሓን ኣብታ ብቐዳማይ ተራኺብና ሻሃ ሰተናላ ኣብኦም ውፅእ ዓብን ኣገዳስን ጉዳይ ኣለኒ ክዕልለኪ እየ። ኦኬ ካብዛ ዘለኹዋ ርብዒ ሰዓት ምንያ ትኸውን ኣይዶንጊን እየ። እንተዘይ ኣቀዲመክስ ኣይዶንጌክን እየ። ቻው። ሓራ
ወረ እታ ማመት ምሳሌን ቆጸራ ኣለኒ ኢላ እያ ከይዳ። ወይለይ
እሞ ሓቃ'ያ ሳሌም ዘብዘብ እንዳበለት ክትከይድ። እሞ እንታይ ደኣ ኮንካ ደኣ ማመት የላን ድያ ኢልካ ትሓትት? ሓቅነት ሳሌም እባ ከረጋግጽ ሀይ ት መስቀላዊ ሕቶ እኮ'ዩ ዓሻ ድየ ደቦጭ ታዝራጥ ጓል ክኸዳ ኣላ ድየ ሀይ ደኣ ከይድ። ኦእ ንሳ ደኣ መርዓ ናይ መሓዛይ ኣለኒ ኢላ ምቕናይ እያ ከይዳ። በቃ ኣቲ ንባዕላ ከይተመርዓወትሲ ንዚ ዝምርዓዋ መሓዝኣ መሓዛ ክትከውናቶ ክትነብር

ነተን ምንኣሰን ኣሓተን እሞ ትመሓዞን፣ ንሳተን ገዲፈንኣ ምስ ተመርዓዋ ድማ ወይ ነተን ምንኣሰን ወይ ከኣ ዘይተመርዓዋ ቤላዋ ኢላ ትመሓዞ ትኸውን እምበር ታይ ደኣ።
ካልእ እየ ዝጥርጥር ዘለኹ። እንታይ ክትጥርጥራ?
ኣነስ ከምቲ ናይ ቬሎ ከኣ ንሳ ንመሓዛ ትካራ ከይትኸውን እ ኣብቲ ዝባና ደኣ ሬንት ካር ሬንት ሓውስ ወይ ከምኡ ከኣ ሪእኽልኽ ሬንት መሓዛ ዝብል ኣይተጻሕፋን እምበር ኣነ ትካረ ከይትኸውን እየ ዝፈርሕ ዘለኹ እንታይ ይፍለጥ ካብዚ ክትመፅእ ከላ ዓፃፂፋ ቦርሳኣ ተእትዎ ትኸውን ዋክልስ ዝበሊ ዋይ ከምቲ ትገብር ደኣ ፅቡቕ ነይሩ ንሕና ከማን ስራሕ ኢልና ምመፃእናላ ኣይ ደሞ ይተካል ኣይ ደሞ ይተካል ሓሚኻ እኮ ኣሕሚኻና ከላስ በልዋ እንኳዕ በለይ ትሰምዓና ዋ

እስ ትብልኒ ዘለኺ ፈፂሙ እዩ ክርድኣኒ ዘይከኣለ ሳሌምስ ምስ ኣቦዶም ርክብ ኣለዋ እያ ክትብልኒ ዘለኺ ቀስ በሊ መዋመት ከም ሓቂ እኮ ካባኻ ንላዕሊ ንሳ ትቐርበኒ ግን ከማይ ጓል ኣንስተይቲ እሞ ድማ ኣብዚ ምሳይ ትነብር እናተበደለት ስቕ ኢለ ክርኢ ይከኣልኩ ሳሌምስ ከምዚ ትገብር እቲ ኣቦዶን ከምዚ ክፈድየኒ ቁርብ ቃል ኪዳን ኣይፈርሕ እንዲ ኣነ ከይዶም ክፆም
ማመት ከምዚ ናይ ዓድና ኣብ ደገ ዘሎ ፈሪሃ እግዚኣብሄር የብሎምን ልክዕ ናብቶም ጻዓዱ እዮም ጸርዮም ዘለዉ ኣብዘይ ናይ ትከታተልዮ እንዲኺ ኣሸንኳይ ዶ ወዲ ምምጣል ወዲ ምስ ወዲ ጓል ምስ ጓል ምብራዕ እኮ እዩ ተጀሚሩ ዘሎ
እዚ ስምጾታት እዩ እንሀለ ኣምላኽ ድማ ሓይሉ የርእዮም ኣሎ እወ ብእሳተ ጎመራ ምንቅጥቃጥ ምድሪ ብዕልቕልቕ ናይ ማይ እናገበረ ድማ ይቐጽዖም ኣሎ ኣብዚ ግን ከምኡ ገጢሙ ይፈልጥ ድዩ

ደሓር ከኣ ኣነ ቀዲመ ክተተመርዔኮ ኦሮማይ እቲ ገንዘብ ኣነ ጥራሕ ኣይኮንኩንኩን እሞ
ኣነ ወዲ ድየ ኣብ ዘለኽዎ ከይደ ክምርዖ
እሞ ንመርዓ ዝሓተኒ ወይ ከኣ ዝምርዓወኒ ሰብ ስኢነ ጥራሕ ትብሊ ከይትሉ ንመርዓ ዝሓት ደኣ መን እዩ እሞ እንታላይ ኮንኪ ዓይንኺ ዝመልኣልክ ስኢንኪ ልበይ ዝመልኣለይ እምበር ንሓዳር እኮ ዓይንኻ ዝመልኣልካ ዘይኮነ ልብኻ ዝመልኣልካ ክትረክብ እዩ ዘለካ ኣይትጋገይ መይረይ ውዱ ወዲ ባይ ትጸበይ ፊፍቲ ፐርሰንት ተረኪብኪ እቲ ዝተረፈ ከኣ ባዕልኪ ክትምልዮ ዘለኪ። ብዛዕባ ናተይ እሞ ጽንሓልኪ ነዛ እሙይ ማዓረይ ግና ኣስንያ እዛ ዓሰርተ ሻዕ ሓሚመ ዶ ጸሚመ ዶ ትብሎ ዘላ እኮ ዘይምምርዓወኪ እዩ ንስኪ ተመሪዕኪ ተተቅስንያ ኔርኪ ግን በቃ ሕውይ ምበለትኒ። ንሱ ደኣ ደይሓስቦ እኮ ኣይኮንኩን እንድዒ ግን በጃኺ ተዋላውሊት እንድየ ኮይነ። ከመይ ማለት እዩ ተዋላዋሊት ኢሂ ኣብቲ ዘለኽዮ ሃገር ንሓዳር ትምነዮ ወዲ የብልክን ድዩ። ንሱ ዳኣ ኣበይ ክሰኣን ኢልክዮ ሓደ ኣሎ የዕርኮ ኣለና እና ፍቅሪ ዝሓተኒ ኣነ ግን ኣቅቢፀዮ ኣቅቢፀዮ ህዋ እሂ ዘይትፈትዊ ዲኪ ኮንኪ ብዛዕማ ምፍታው ዳኣ ናተይ እኮ ገድድ ግን እንድዒ ኣብ ውሳነ ክሓመቅ ማዕተይ በጃኺ ሎሚ ዶ ፅባሕ ሕራይ ክብልዮ እንዳበልኩ ግዜ ወሲደ ንሱ ከዓ ተሃዊኩ ሓንቲ ጌጋ ፈፂመ ሕጂ ግን እታ ንእሽተይ ኦፍሳ ግላ ኣጋጢማትና ደላ ምስ ተፈትሐት ምስ ከድኩ ክንውዲ ኢና ኣብቲ ኣጋጣሚ ሕዚ ሒዛ ኣለና ናዚ ከመይ በለ ኣቦ ደግሞ ዓበይ ድሓን ዶ ከመይ ሓዲርካ ሰላም እዩ እቲ ቢቢ ይብላ ኣነ ናፊቐካ በቃ ሕጂ ዳ ቀሪብ እየ ተወዲኣ ክመፅእ እዋ ሕጂ ዳ ቀሪብ እየ ምስ መፃኹ ቅልጥፍ ኢና ኢንጌጅመንት ክንገብር ኢና ሓቢበይ እዋ ሕፀ ክንገብር ኢና ንሱ ዳ ፅቡቕ ኣለኻ በቃ ኣይደንግርካን ቅልጥፍ ኢላ ክመፀካ እየ

ንዓይ ክንደይ ትንቃሳቐስ ዕትሮ ቐሚጢ ሰዓብኒ እዩ። ማመት ኣነ ዝነግረኪ ዘለኹ ከምዚ ኢልኪ ክትበሳጨዎ ዘይኮነ ክትጎርሒ ኢለ እየ።
ሓዳር ኲናት ምዃኑ ክሳብ ሕጂ ተረዳእ ክንደሎ ማለት እዩ። ኣቲ ሳሌሚ እንታይ ተፈራርሕኒ? የፈራርሓኪ ኮንኩን ዘለኹ እዚኣ ኣላርም እያ። እምበር ተመርዒና ሓዳር ምግባር ፀሊእና ዶ ኢልክኒ? እንታይ ማለትኪ እዩ?
ማለተይ ደኣ ኣብቲ ንቕመጦ ሃገር ቅሱን ሓዳር ዝበሃል የለን ማለተይ በፃብዕቲ እዩ ዝቑፀር ወረ ዳርጋ የለን ምባል ሓይሽ
ደሓን ኔረ ሓፍተይ ስለቲ ሓልዮት ከቃንየለይ ጓለሞያ ከይበልኪ ተገዳስነትኪ ስለ ዘርኣኽኒ ድማ ብልቢ እየ ዘመስግነኪ ኣነ እኮ ማዕተብ ኣለኒ ፅባሕ ጓል እሞ ኢለ ሓጢኣተይ ክስከመለ እያ ድሓር ድማ እዛ ናብዚ ዘለና ካብ ደገ መፅኦም ክፃወትልና ከለዉ ተሓጋጊዝና ክስዕሮም እዩ ዘለና
ነዚ ናይ ግዳ ጅምረን ደልያ ርእሲ ሕመም ኣሎ ገዛ ኸይድ ማመት ግን ሓደራኺ እዛ ጉዳይ ብምስጢር ተዘይሒዝናያ ክንዕወተላ ይንኽእል ኢና ካብ ኣፍካ ይተውፅያ

ዋእ ትሕዳ ደሓን ዲኺ? ወዲቕኪ ትርሓኒ ምሳኺ ዶ ደሓን ኣለይ? ዝኣኽለን ጥሒነን በዓለ ማርያም ይብላ ንዓይስ ብሽፈን ክትቕሽሽኒ? ለከ ጉድ መጺኣትኒ። ስቕ በሊ ኣምሰሉ ባዕልኺ ጉድ ሒዝኪ ትጓዓዚ እምበር እንታይ ጉድ'ዩ ዝመጸኪኸ ጉዳመኛ። ደሓን ዲኺ እንታይ ክትኾኒ ደለኺ? ክንድዚ ኮሎስኪ ኢደይ ተንኹስኪ ዝበሃልኩ ከምዚ እዩ። ንስኺ ደኣ እንታይ ክተኾልሲ ምስ ኮሎስኪ ተፈሎጥኪ ኢልኪ ደኣ ኣርምያ ኣንቲ ኮላሲት ኣብ ዘይመኣዳ ኣንቲ ሃዳኒት ሰብኣይ እንዳ ማታ ኣቲ ነውራም። እንታይ ክለኪ እቲ ፋራ ሃገረ ሰብ። እዋእ ሃገረ ሰብ ከኣ ኢልክኒ መዓስ እሞ ተጋጊኺ ከማኺ ኣብቲ እንዳ ሰይጣውንትን ኣራዊትን ሃገር ስለ ዘይዓበኹ ሰብ ዝገብሮ ተግባር እየ ዝፍጽም። ኣንቲ ካብ ምንታይ ተበጊስኪ ኢኺ ሃተፍተፍ ትብሊ ደለኺ ናይ ምንታይ ሰብኣይ መንጢለኪ ኣነ። ደሓን ንስኺ ባጭውይ ክትፈልጢ ኣቦ ዶ ንዓይ ከማኺ ኮነ ናብ ጎደና ተላሊኒ ብሕጊ ብስርዓት ብወግዒ እዩ ተመርዒምጢኒ። እዩ እሞ ንኣቦ ዶምኪ መን እዩ መንጢሊኪ? ንስኺ ከሃዳኒት ደሓን ሕጂስ ተፈሊጥኪ ኢኺ ናብ ተብልዮ የብልክን እንታይ ኢኺ ዕድርዝባን።
ሄሎ ኣንቲ ሄሎ።

ምስዞም ኣሕዋታ ዋላ ተባኢሳ ኮላ ሮቤለይ ኣቤለይ ሄለነይ ክትብል እንዳ ትብል ደሓን ንሱስ ራይ እዚ ሃኒ ስውዲ ከ እንታይ ኣምፅኦ ተበልኩ እንታይ ድይክልክኒ ንስኻ ወፃእ ስለ ዘይከድካ ኣኻ እምበር ከምኡ እዮም ዝበሃሉ ኢልኪ ንዓይ ከተእምንና ሓሲብክ ነርካ ኣነ ግን ሸዓቋ ኣቢለ እያ እዛ ሳሌም ትበሃል ሰብ እዚ ይብለክ ኣለኹ እዛ ሳሌም እዚኣ ትበሃል ሎቕማፅ እያ ብለኩ ኣለኹ ኣይትስምዕ ስክና ምስማዕ ቢኹም ሓቅኻ ባባ ሎቕማፅ እንተበልኳኸ ኣተዓባቢኣ ዝበድለና ስዲ ከኣ እምበር። ንዕሞ በዚኣ ኮፍ በል እዛ ጓለይ። ኮፍ ኣይትብልን እያ ኮፍ ዝበልናያ ንሕና ከማን እንታይ ረኺባ ምሳ ኮፍ ዝበልናያ ንሕና ከማን ኣጓ ዋጋ ይረኽቡና ኣለዉ ዘለዉ ሓቁ ኣሎ ባባ እዚ እኮ ኮፍ ዘብል ዘይኮነ ጨርቂ ከኣ ደርቢ ዘጽልል ወይ እዛ ኩላ እዚኣ ዝገበረ ከኣ እዚ ድኻ መደኽደኽ ዓዳ ይብለኩ ኣለኹ ምስ ሃብታማ ተጸጊዑ እያ ኣይክብላዓለይ ንጓሉ ለሚኑ ምስ ኣቑበፅክዎ ብኢዶዙር ብኢዶዙር ንጓል ሓብቱ ልኢኹ ቻፕ ሓሶ ቻፕ ቻፕ ኢሉሉ ብዛዕባ ናይ ሳሌምን ናይ ኣበዶም ሌላን ድሕር ኮንካ ንስኻ ባዕልኻ እ? ሓፍቱ ትኾነካ እያ ተላለያ ኢልካ ካብ ዓንዳይ ኣድራሻ ኣምፂእካ ከም ዘላለኻዮም ይዝክሮ እዩ እንተበልክዎ ከምኡ

እዛ ኩላ ድበልኪ ኣብዞም ቅድሚ እዞም ስድራና ድገምያ ይደግማ ፈረቓ ንስኹም ምስ ኣቦዶም ርክብ ኣለ ኣለዎ እንታይ ሓቢጥክ ንዓኺ እንታይ ሓቢጥክ ኣብዚታት ሓቢጥና
ኣበዶመ ሃኒ ድሃን ዶ እንታይ ትብል ዘላ ኣቦዶመ ኣቦዶም ናባይ ይድውል ኣሎ ናባኻ ደው ኢሉ እሞ ከምዚ ቦሊቦሊ ከምዚ ዝፃወት ዘሎ ከመይ ከመይ እዚ ነገር ከመይ ከመይ እቲ ሄሎ ኣቦዶ መርሓባ ማመተይ ከመይ ቀኒኺ
ፅቡቕ

እንታይ እዩ ዝዓለ ጉዳይ እዚ እንታይ ግበር እዩ ክትብልና ዘለኹ እንታይ ናይ እንታይ ኣቦዶም እዩ ኣቦዶም ኣቦዶም ስዊድ ዶ ሃሊ ኣነ ምስ ኣቦዶም ዝበሃል ሰብ ርክብ ምህላወይስ ንዓኹም እንታይ ኮይኑ ጨነቑ ማለት እዩ? መልስሉ መልስሉ ሳሌም ጓለይ ኣይትውዕሎን እያ ኢለ እየ ክማጎት ፀኒሐ መልስሉ እዛ ጓለይ ኣቦዶም ወደይ እቲ ብሕግን ብወግዕን ዘመርዓኽዎ ወሲድክዮ ከይኣኽለክስ እንታይ ሓበብጠኩም ክትብልና ኣብዚታትና ተው ኢሉ ሓቢጡ
ኣነ እኮ ምስ ኣቦዶም ሓደራ እምበር ምስ ኣቦዶም ደበጭ ርክብ ኣለኒ ይበልኩ
ኣቦና ምሕድራ ወትሮበት ከናብግን ኣቲ ከመይ ናበ ና ካበይ ትኸውን ኢልክዮ ዋ ኣታ ትፀልለኒ ክትርኽ ኢደ ዋ እዎ ኣነ ተቐፂዐ ዝዓብ ክሰብ እየ ንኣቦ ዶም ደወፅ ድማ ከም ሓወይ እምበር በዓል ቤተይ ክኸውን ተመንየ ይፈልጥኒ እንድሕር ደለኹም ከዓ ደዊ ኢልና ከረጋግፅ ክእል እየ ሓቃ ደውልሉ

ነንሕድሕዶም ጥዕ ገይሮም ስለ ዝፋለጡ ከዓ እቲ ሓቂ ብእዝንኹም ዝሰማዕኩሞ እዋ ሕራይ መስምዕና ከመይ ከመይ እንታይ ኣንቲ ስለዚ ግን ንሕና ንኣቦዶም ክድኣ ብእዝንና ምስ ሰማዕናዮ ኢና ንኣምር እምበር ንስኻትኩም ድኣ ክልተኹም እስኪ ናይ በይንኹም ትራኸብሉ ናይ ሕቡእ ሲም ካርድ እኮ ኣለወኩም ወይ ሕጂ ከዓ ጉዳምቲ እዩ ባባዶ ወጭ እዚ ምሕሳብካ እውን ከየድነቕኩኻ ክሓልፍ ኣይደልን እዩ። ከመይ ደኣ ቆቋ ሃይለ ተድንቕሉ ወይ በፍንጫ ተድንቕሉ? ሕራይ ጽቡቕ ኩላትና ክንቀስን ነዚ ትብልዮ ዘለኻ ኣቦዶም ደውልሉ። ደውልሉ እዛ ጓለይ።
እወ ደውልሉ እዛ ጓለይ። እዛ ቁጽ ተሊፎን ናይ ኣቦዶም ናትኪ ድያ ኣይኮነትን ረኣያ። ረኣያ ኣይኮነትን ረኣያ ጽቡቕ ጌርኪ ረኣያ ረኣያ ረኣያ ረኣያ
ኣይኮነትን ኣይኮነትን
ሕራይ
ሃይ ሃኒ ከመይ ቀኒኺ? ፅቡቅ ደሓን ኢና ናይ ምሽ እሞ ቤቤ እንታይ ደኣ ስራሕ ዲኻ ደለኻ ወላ ወፂኻ ኣኖ ክገርመክስ ናብ ዘከርናኪ ኢኻ ደዊልኪ እዋ ምስ መን ደኣ ዝክረኒ ፀኒሕካ ንስውን ዶ በጭ ዓርከይ ዎ ኣቦ ዶም ዶ በጭ ኣሎ ምሳኻ ያ እንክንደ ረኸብ እዮ ሓረ ረኽብ ንበል
ኣይ ሳሌማ ሽኮር ወዶ በጭ ሓወይ ደሓን ዶ ከመይ ቀኒኻ መልእኽተይከ ኣብፂሕክለይ ዶ ኣብፂሕልካ ብዛዕባ ትሽፎ እንዲኻ እወ ገዚክርና ዶ ከመይ ድኣ ወዶ ቦጭ እንድዩ ኣዚዙ። ብጣዕሚ ጽቡቅ ሕሳብኪ ምስ መጻእኪ ምስ ወለዱ ክወሃበኪ እዩ። መን ኢልካ እዚኣ ናተይ ጊፍት እያ ማመት እኮ ንዓካ በዓልቲ ቤትካ ናይካ ኤርትራዊት ሓፍተይ እያ እንተ ደሊካ ግን ብስሚ ን ኣበዶሜ ወሲድካ ድራርን ዋይንን ጋብዘለይ ኢካ። ኣጆኺ እዚ ቀሊል እዩ። በል ንኣበዶሜ ኣራክበኒ ሕሳብ ከይትውድኣኒ ከኣ። ኦኬ እንኪ። ሃይ ሃኒ ናፍቆትካ ሓይሉ። ሓቅኻ ኣለኻ ተቢቢ በቃ ዳሓን ሕጂ ድኣ ቀሪበ እንዴ ክንራኸብ ኢና። ኦኬ ምሸት ክድውለልኪ እየ። በቃ ሃኒ ምሸት ክትድውለለይ ክጽበየኪ እየ ሕራይ ዶ። ኦኬ ባይ። ባይ።
ሶሪ ሳሌኒ ብዘይወዓልክዮ ጠቂመኪ። መን እዩ ከ ነጊሩኪ?
ድሓን ሕጂ እዩ ተረዲእኒ ናይ ኣስማት ጌጋይ ንኹላትና ኣብ ሓሸውየ የእቲና። በጃኺ ካብ ልብኺ ይቕረ በልለይ ንኣቦ ዶመይ ድማ ከይትነግርዮ። ዝነገረትኒ ኸኣ ኣበይ ኣበይ ኣነ ነጊረ ኣብታ ጥቃ ስራሕና መፂኺ ዶ ሃንደበት ተደዊልልኪ እ? እ፣ ካባይ ርሕቅ ኢልኪ ሃኒ ስዊዲ ዶ ትብልኝ ነበርኪ ሸዓት ሰይጣን ካብ በዛ እዝኒ ገይሩ ናብዛ ርእሰይ ጥቅጥቅ ምስ በለ ኣነ ከዓ መፅእ ኢለ ናብዛ ገዛ ንመብራትን ንማመትን እ፣ ቶግ ጋቢለኒ
ደሓን ማመተይ ትስዕሞ እዋይ እንታይ ትመስሉ
ማመተይ ዕድለኛ እየ ብርቱዕን ሓያልን ጋርደን ሓሞን ይደለኪ